ኣብ ሕጂ ሰዓት ንዓኺ ዘሸግረክና ኣብ ሕጂ ሰዓት ንዓኻ ድትንክፈካ ነገር ኣሎ so ንሱ እየ ክንቅይሮ ደልየ ዘለኹ ሰላምካ ዝሰረቀ ድኾነ ነገር ኣሎ ሓቀይ ብዙሕ ሰብ ከኣ that's why ድጭነቅ ደጨንቆ ሓሳባት ሕማቅ ሓሳብ ብኣእምሩ እንዳጠሓነ ከሎ ኣብ መወዳእቱ ግን ሰላማዊ ድኾነ ውጽኢት ትጽበ ከመይ ንክመጽእ ሎማዓንቲ ሓሲብካዮ ጽባሕ ክሰፍረልካ You have to feel it እምነት ክህልወካ ክኽእል ኣለዎ ናብ ተግባር ክትከይድ ከለኻ ከኣ ሽዑ ኢኻ እታ ተማሂርካ ትኸይድ so ገዛእ ርእስና እንተ ገዲፍናዮ ማንም ዝግድበና ሰብ የለን ጽባሕ ንግሆ ንምንታይ ህይወተይ ብሩህ ዘይኮነ መጻኢይ ብሩህ ዘይኮነ መጻኢኻ ብሩህ ትገብራ ሕጂ ይኹን እንታይ ኮፍ ኢልና ኣብዚ ከለና እኮ ክንደይ ሰብ ኮይኑ ሞት ዘሎ እቲ ዓብዪ ናይ ዓወት ምስጢር ምስጋና እዩ ኣብዚ ሰዓት እዚ ክንደይ ሰብ በቃ ኣብ ሽግር ኣሎ ክንደይ ሰብ ኣብ መከራ ኣሎ ንሕና ግን ኣብዚ ኣለና Of course ብዛዕባ ድሪምና ክንሓስብ ንኽእል ኢና ኣቀዲምና ግን let's be ሰላም ንኹን ንሕና። ኣብ ሕጂ ሰዓት ንዓኺ ዘሸግረኪ ኣሎ ኣብ ሕጂ ሰዓት ንዓኻ ዝትንክፈካ ነገር ኣሎ so ንሱ እየ ክንቅይሮ ደልየ ዘለኹ ሰላምካ ዝሰረቀ ዝኾነ ነገር ኣሎ ሓቀይ ኣሎ ዝኾነ ነገር ዝኾነ ነገር ን future ክትከይድ ከላኻ ወይ ንድሕሪት ክምለስ ከላኻ of course ሰላመይ ዝሰረቀ ነገር ንብሎ ኣለና እቲ ነገር እቲ ደጋጊምና ደጋጊምና ንሓስቦ እንተ ኮይና እቲ ነገር እቲ ደጋጊሙ ከም ድመጽእ we know ኣይኮነን ኣይኮነን ድዩ so ማለት ብና ሽግር ደሎ ሽግራት ብኣኻ ክዘነብ ኣይትፍቀደሉ ብኣኻ ክሓልፍ ኣይትፍቀደሉ ድኾነ ዓይነት ሓሳብ there is በቃ ኤነርጂ ፍሎ ኣሎ ካብ መንፈሳዊ ኣ- ሓይሊ ድመጽእ ብኣእምሮና ዝሓልፍ ኩሉ ግዜ there is ኤነርጂ so እቲ ኤነርጂ እቲ ክሓልፍ ከሎ ኣብ ኣእምሮና ሒዝናዮ ደለና ሓሳብ እዩ ናብ ውጽኢት ድቕይሮ ክልል so ኣብ ኣእምሮኻ በቃ ዝኾነ ሽግር እንተ ሃልዩ ብዛዕባ እቲ ሽግር መፍትሒ ገዲፍካ ብዛዕባ እቲ ሽግር እቲ እንተ ሓስ ትሓስብ ኮንካ ብኣኻ ክሓልፍ ከሎ በረኸት ወላ ይምጻእ ብኣኻ ክሓልፍ ከሎ እንታይ ኮይኑ ይደኸይ ሽግር ከይ ሽግር ኮይኑ ይደኸይ ብድገጠም ከይ ኣምፑል ኢኻ ተብርህ ንኣብነት ኣብዚ ትሪኦ ኣለኹም ባውዛ ኣላ ሓቂ ኣብዚ ደሎ ወይ ዘን ልችታት ትሪኦን ኣለኹም እዛ ክሊከር ንባዕላ ልች ኣለዋ ናይዚ ፒሲ ኣሎ ናይዚ ፕሮጀክተር ኣሎ ኣብ ደገ ብዙሕ ኣምፑላት ኣሎ ብዝገጠም ናይ ኣምፑል ኢና ነብር ምስይ ኣለኹም ጋይስ ብዝገጠምክያ ኣምፑል ንኣብነት ኣብዚ ሕጂ ዝገጠምናዮ እዚኣ እንተ ኮይና ትሪእዋ ኣለኹም ብርሃና ከም ማዕረ ክንደይ ከም ምዃኑ እሱ ከዓ ትሪእዎ ኣለኹም ዓብ ብርሃን እዩ ካብ ሓይሊ ኤሌክትሪክ ድመፀ ሓይሊ ገደብ ኣለዎ ድ ኣለዎ የብሉን የብሉን ገሊኡ ፓውዛ የብርህ ገሊኡ ልቺ የብርህ ገሊኡ ትሪእዎ ኣለኹም ነዚኣ ጥራይ የብርህ ገደብ ኣልቦ እዩ ግን ግን ንሕና ንገጥሞ ዓይነት ኣምፑል ነቲ ሓይሊ ተቐኒሱ ክወጽእ እዩ ዝገብሮ። ሰብ ኣእምሮኻ እንታይ ዓይነት ኣምፑል ኢኻ ትገጥም ዘለኻ? ካብ ፈጣሪ ዝመጽእ መንፈሳዊ ሓይሊ ኣሎ። ኩሉ ግዜ ብኣና ምስ ሓለፈ እዩ። ግን ከኣ ብዝገጠምናዮ ኣምፑል እዩ ዘብርህ። ሶ ብኸመይ ዓይነት ኣምፑል ኢኻ ተበርህ ዘለኻ? ናይ መረሮ፣ ናይ ሽግር፣ ናይ ደልሃመት ኣምፑል ዲኻ ገጢምካ ዘለኻ ወይስ ናይ ሰላም፣ ናይ ፍቕሪ፣ ናይ ብልጽግና፣ ናይ ሃብቲ ኣምፑል ኢኻ ገጢምካ ዘለኻ? እሺ ኣብቲ እዩ ናትካ ቾይዝ። እምበር ክንበጽሕ ድሕሪ ክንብል ቢኒ ከም ዝበሎ ገደብ ኣልቦ እዩ ግን እንታይ ክንገጥም ክንክል ኣለና ኣምፑል ንኣብነት ሓራይ ገደብ ኣልቦ ኢልና ሓቀይ ካብኡ ድመጽእ ደሎ ኣብዚ ኣላ ንኣብነት ባልቦላ እንታይ ድበሃል እቲ ላዕሊ ደሎ ቅድሚ ኣምፑል ምግጣምካ ደሎ ባልቦላ ንሱ ማለት እዩ እዚኣ ከይገጠምና ስቕተን ንብል የብርህ ድዩ ኣይብርህን እዩ ዊ ሃቭ ቱ ቢ ስፐሲፊክ ክሊር ስፐሲፊክ እንኮን ክርኣና ባውዛር ኢና ክንገብረሉ ወይስ እዚ ናይ ዓሰርተ ድዩ ወይስ ናይ ዒስራ ድዩ ናይ ክልተ ሚእትን ዒስራን ድዩ ክንደይ ቮልት ምዃኑ You have to be specific ክትከውን ክትክእል ኣለካ ምስ ገጠምካሉ የብርህ ግን ገደብ ድበሃል ይብሉ ክልል ክትገጥም ክትክእል ኣለካ ብኣእምሮኻ ገደብ ኣልቦ ሕራይ ገደብ ኣልቦ መጽእ ኣሎ ግን ብኣእምሮኻ እንታይ ዓይነት ኣምፑል ኢኻ ገጢምካ ደለኻ እንታይ ዓይነት ሓሳብ ኢኻ ገጢምካ ደለኻ ማለት ኣብ ሂወትካ ደብርህ ሓሳብ ድዩ ደለካ ወይስ ደጨንቕ ሓሳብ ኢኻ ኣብ ኣብ ኣእምሮኻ ትገጥም ደለኻ። ልክዕ ኣእምሮና ልክዕ ከም ጁስ ማሽን ርኢኹም ኣለኹም ሓቀይ? ጁስ ማሽን ንኣብነት ባናና እንተ ደኣ ኣእቲኹምላ ማለት እዩ ምስ ተጣሓነ እንታይ ድበኩም? እንታይ ድበኩም? ኣራንሺ ባናና ይድበና ሓቀይ? ኣራንሺ ተእቲኻ ከኣ ኣራንሺ ይበካ፣ ዘይትውን ተእቲኻ ዘይትውን ይድበካ። ንኣብነት ሓደ ሰብ ግን ማለት እዩ ባናና ናብታ ጁስ ማሽን ኣእትዩ እንተ ደኣ በዚ ዘይትውን ድጽ በሃሊ እንታይ ኢኹም ትብሉ ነዚ ሰብ እዚ? ፃድቕ ማለት እንታይ እዩ ታዚ ዓሻ ድዩ ተደሊ ዝሰርሕ ደሎ ኢና ክትሓስቡ ከማን ዝኸብድ ነገር እዩ ታስ ዋት ዊ ኣር ዱዊንግ ግን ጋይስ እዚ ኢና ንገብር እና ሕና ግን ብሓሳብ በቃ ደጨነቐካ ሓሳብ ብንግኡ ተሲካ እንታይ መዓት ይወደ እዚ ዓዲ ትርጉም ዶ ይብሉ ከምዚ ተገበርካ ናብ ዝተኸድ ናብ ምስላጥ እኳ ኣብኒ ኢልካ ባናና ተእቱ ኣለካ ንኣብነት ትፅበዮ ዘለካ ከዓኒ ሰላማዊ ዝኾነ ንኣብነት ዘይትቡ ንበልኒያ ሂወት ማለት እዩ ሃውካም ጁስ ማሽን በቃ ድሃብክያ ይድቕበል ኣእምሮና እውን ልክዕ ከም ጁስ ማሽን እዩ ደእተኽያ ነገር ናብ ውፅኢት ድቕይር እዩ ብዙሕ ሰብ ከዓ ዳስዋ እዩ ድጭነቕ ደጨነቆ ሓሳባት ሕማቕ ሓሳብ ብኣእምሩ እንዳጠሓነ ከሎ ኣብ መወዳእቱ ግን ሰላማዊ ዝኾነ ውፅኢት ይፅበ ከበይ ኢሉ ክመፅእ ከበይ ክል ክመፅእ እንተ ኮይኑ መጀመርያ ናብ ኣእምሮኻ እንታይ ክትከትት ክትክእል ኣለካ እንታይ ከተእቱ ክትክእል ኣለካ ሰላማውያን ዝኾኑ ንስኻ ትደልዮም ሓሳባት ከተእቱ ክትክእል ኣለካ ብድሕሪኡ ከዓኒ ክትጥሕኖ ክትክእል ኣሎካ። ንኣብነት ናይ ጁስ ማሽን እንተ ርኢኹም ከኣ ባተን ኣለዋ ሓቀይ ንኣብነት ባናና እንተ ክትጥሕን ደሊኻ ደስ ኢሉኒ ኣሎ መስለኒ ባናና ባናና ምስ ኣእተኻ እንታይ ክትገብራ ክትክእል ኣለካ ፕረስ ገደብ ኣልቦ ንኾን ካብ ኤልፓ ድመጽእ ሓይሊ ኣሎ ዊች ካብ ፈጣሪ ድመጽእ ሓይሊ ኢልና ንሕሰቦ ብቐሊሉ ንኸረድአኩም ሶኬት ገጢምና ኣለና ግን ሶኬት ገጢምካ ንኣብነት ባናና ከኣ መሪጽና ኣለና ሓደ ሓሳብ እታ ሓሳብ እቲ መሪጽካ ኣእቲኻያ ግን እንተ እታ ባተን እቲኣ ዘይተንኪፍካያ እንተ ዘይጠዊቕካያ ተጣሒኑ ይወጽእ ድዩ ኣይወጽእን እዩ ስቕ ኢልካ በቃ ክትፋጠጥ ኢኻ ትውዕል ምስቲ ዘይተጣሓነ ባናና ማለት እዩ ክጣሓ እንተ ኮይኑ እንታይ ክትገብር ኣለካ ዩ ሃቭ ቱ ፕረስ ኢት ኣይኮነ ክትንክፋ ወይ ከዓ ክትጥውቓ ክትክል ኣለካ ዘሰይም ትዛት ብኸምኡ ኢና ንሰርሕ ንሕና በቃ ንሕና ከዓ ልክዕ ከምኡ ንኣብነት ሓሳብ ተምጽእ ነዚ ሓሳብ ግን ብስምዒት ደረጃ ብኣእምሮኻ በቃ ብስምዒት you have to ነታ ባተን እቲኣ እንታይ ክትገብራ ክትክእል ኣለካ ክትትንክፋ ክትክእል ኣለካ so ብኣእምሮኻ the whole day በቃ እሱ ክጥዕና ክጥሕነቶ እያ ደስ ዳበለካ በቃ ክራይ ገዛኻ ብሰላም ከፊልካ ኣታዊኻ መሓይሽካ ሰላማዊ ዝኾነ ህይወት ክትነብር ነዴኻ ነቦኻ ንኹሎም ትደልዮም ሰባት ደስ ዝብል ህይወት ከሕልፉ ከለዉ በቃ ብኣ- ብስምዒትካ ደረጃ ክትሪኦ ክት- ክትክእል ኣለካ ብስምዒት ደረጃ ትሪኦ እንተ ሃሊኻ ከኣ እንታይ ጌርክያ ኣለኻ ነታ ባተን ጠዊቕኪ ኣለኻ መወዳእትኡ ከኣ ጁስ ኮይኑ ናባኻ መጽእ ማለት እዩ ክሊር ኣር ዊ ክሊር ብከምዚ ደረጃ እዩ ዝሰርሕ ሶ ኣይንገድቦ ካብ ፈጣሪ ዝመጽእ ዘሎ ሓይሊ ኣይንገድቦ ብሽግር በቃ ድጋጣም ካልእ ይደብር ሽግር ተበልካ ብሽግር ምኽንያቱ ፈጣሪ ኣእምሮ ሂብና ኣብ ድሕሪ ግን ታይ ሂብና ኣሎ ምርጫ ሂብና ኣሎ ድሌትካ ዓይነት ሓሳብ ክትመርጽ ትኽእል ኢኻ what are you choosing እንታይ ኢኻ ትመርጽ ዘለኻ ንዓኻ ደፍርሰካ ዶ ወይስ ንዓኻ ደልምዐካ ነገራት ኢኻ ትመርጽ ዘለኻ that's up to you እሱ ናባኻ እዩ ድምልከት ንዓና እዩ ድምልከት ክሊር ኣይንገድቦ ብንግኡ ተሲእና ግን በቃ ብጸሎትን ብምስጋናን ጀሚርና ካብ ንደልዮ ነገር እንተ ደኣ ጀሚርና ሓሳብና ተቐይሩ ስምዒትና ምስ ተቐየረ ተግባር ንወስድ ኣብ መጨረሻ ከኣ ውጽኢት ይኾኑ ማለት እዩ። ብስምዒት ደረጃ እንተ ትጥሕኖ ኾንካ ሓሳብካ ከኣ ጽቡቕ ጌርካ እንተ ብስምዒት ደረጃ ፊል እንተ ጌርካ እምነት እንተ ሃልዩካ ውጽኢትካ ንምስታይ ኢስ ኢዚ ናብ ተግባር ምኻድ ማለት እዩ። ክሊር ሶ ዳትስ ዋይ እዩ ሰብ ብሓሳብ ደረጃ ኦ በቃ ሕጂ ሓሲብካዮ ማለት እዩ። ኣብዚ ሕጂ ሰዓት ሕጂ ቢዝነስ ሓሲብካ ትኸይድ ሕጂ ኢኻ ሓሲብካዮ ተኸሰርካኸ እቲ በቃ ተኸስር ግድነት የብልካና ኤክስፕሬንስ ዝበሃል የብልካ ብስምዒ ደረጃ ኣይከድካ ክሊር ሕጂ ግን ኤክስፕሬንስ ትወስድ ኣለኻ ትኸይድ ትኸስር ከሲርካ ክትምለስ ከለኻ ዩ ኖ መስርሕ ናይ ህይወት ምዃኑ ብስምዒ ደረጃ ክትጉዳእ የብልካ ናብ ሰዓት እዚ ብስምዒ ደረጃ እንተ ተጎዲእካ እንታይ ከኻ ትጎዲ ዘለኻ ተግባር ከኻ ትጎዲ ዘለኻ ጀስት ሓሳብ ኣለኒ ስለዚ ሎማዓንቲ ዝኾነ በቃ ከምዚ ዝኾነ ኣወንታዊ ናይ ምሕሳብ መስርሕ ተባሂልና እናገለልና ድኾነ ክትሓትት ደለኻ ነገር ኣሎ ጽባሕ ንግሆ ትኸይድ ትደለኻዮ ነገር ንኣብነት ሓደ ሰብ ከለቅሓካ ትደሊ ናብቲ ሰብ ትኸድካ ልቓሕ ደልየ ነይረ ክትብሎ ከለኻ ኖ ይብለካ እንታይ ርኢኽበካ እሞ ክለ ሎማዕ እንተ ሓሲብካዮ ጽባሕ ክሰምረልካ you have to feel it እምነት ክህልወካ ክእል ኣሎ ናብ ተግባር ክትከይድ ከለካ ከዓ ሽዑ ኢኻ ዳ ተማሃርካ ትኸይድ እምነት ስለ ዘይብልካ ኖ ስለ ዝግባእካ ሰብ ኖር ይብለካ እምበር ብሓሳብ ደረጃ ብስምዒት ደረጃ እንተ ኮይንካዮ ከድካ ማንም ድክልክለካ ሰብ የለን ክልል ገዛእ ርእስና ባዕልና እንተደይ ከልኪልና ማንም ማንም ዝኽልክለና የለን ክሊር ጋይስ ሶ ደ ሴክሪቲ ኢዝ ግን ኣብ ምንታይ ደሎ ኦፍ ኮርስ ኣብ ሓሳብ እዩ ካብ ሓሳብ ሓሊፉ ግን ኣብ ምንታይ ደሎ ፊሊንግ ኢዝ ደ ሴክሪት ስምዒት እቲ ሴክሪት ክሊር ኔቪል ጎዳርድ ዝበሃል ኣለዎም ሓንቲ መጽሓፍ ዝጸሓፍ ኣላ ፊሊንግ ኢዝ ደ ሴክሪት ተኽኢልኩም ኣንብቧ ኦልሞስት ኣርባዕተ ፔጅ ኣካባቢያ ግን ኦል ዝዛረቦ ንሱ እሱ ብዛዕባ ቪዥዋላይዜሽን እዩ ዳስ ኢት ሊሚቴሽን ድባሃል የለን ናትና ፊሊንግ ናትና እምነት ግን ሊሚት ይገብረሎም ሶ ገዛእ ርእስና እንተ ገዲብና ማንም ዝግድበና ሰብ የለን የለን ወላ ሓደ ይግድበካን ጀስት ኣብ ኣእምሮኻ ገጢምካ ዘለኻ ኣምፑል ግን ንኸይተብርህ ገይርካ ኣሎ ስለዚ ብኸመይ ኻ ከተበርህ ትደሊ ዓብይ ዝኾነ ቢግ ኣይድያስ ሓደሽቲ ዓበይቲ ኣይድያታት ብምግጣም ዓብ ብርሃን ብምግባር ሂወትካ ጥራይ ዘይኮነ ሂወት ቤተሰብካ ዲኻ ተብርህ ዘለኻ ወይስ ዓቢ ጭንቀት ዓቢ ደላመት ዓቢ ጸልማት ሒዝካ ሂወትካ ኢኻ ተጸልም ዘለኻ ዊ ኒድ ቱ ቼክ ሶ ከምኡ ንገብር እንተ ሃሊና ዊ ኒድ ቱ ስቶፕ ኢት ስቶፕ ኢልና ንኹሉ ሽግር እንታይ ኣለዎ መፍትሒ ኣለዎ ኣይኮነን ምክንያቱ ሎኦ ፖላሪቲ ዝበሃል ኣሎ ንላዕሊ እንታይ ኣሎ ንውሽጢ ደገ ኣሎ ንየማን ፀገም ኣሎ ንኩሉ ተቃራኒ ኣሎ ንሽግር ከ እንታይ ኣሎ መፍትሒ ኣለዎ ክል ይሃፍቲ ጎፈልቶ መፍትሒ ግድነት ብንግኡ ተሲእካ ሽግር ክትሓስብ ግዴታ ይብልካ ብንጉእ ተሲእኩም ሽግር ክትሓስቡ ክትጅምሩ ከለኹም ብኣእምሮኹም እንታይ ትገጥሙ ኣለኹም? Think about that okay ጭንቀት ሽግር በቃ ጸልማት ኢኻ ትመርጽ ዘለኻ ጽባሕ ንግሆ ንምንታይ ህይወተይ ብሩህ ዘይኮነ መጻኢይ ብሩህ ዘይኮነ መጻኢኻ ብሩህ ትገብሮ ኣብ ሕጂ ኮንካ እዩ ኣብ ሕጂ ኮንካ በቃ ኦፍ ኮርስ ሽግር ኢለን ኣይኮንኩን ዝብለኩም ዘለኹ ሽግር ግን ብሽግር ኣይፍታሕ ብምንታይ ይፍታሕ ብመፍትሒ ዝፍታሕ ብሽግር ኣይፍታሕን እዩ ቀጽለሉ ብሽግር ተደኣ ትሓስብ ኮንካ ዘሆልደይ በቃ ሽግርካ እዩ ዝውሰኸካ ክሊር ሶ እሱ ገዲፍካ ግን በቃ ኦፍ ኮርስ ሽግር ኣሎ ግን ከኣ ካብዚ ሽግር ንላዕሊ ኣነ ምክንያቱ ፈጣሪ ክንሽገር ኣይኮነን ክንጭነቅ ኣይኮነን ፈጢርና ኣይኮነን ማ ሰላማዊ ድኾነ ሂወት በረከት ድመልኦ ሂወት ንክነብር እዩ ፈጣሪ ፈጢርና ኣይኮነን ሶ ከምኡ ስለ ድኾነ ከኣ ፈጣሪ ስምዒት ዝበሃል ሓደ መሳርሒ ሂቡና ኣሎ። ስለዚ ስምዒትና ክረባበሽ ክጅምር ከሎ ካብ ፈጣሪ መልእኽቲ እዩ ዝመጽእና ዘሎ። ዝወደይ፣ ዛጓለይ፣ ግደፊ፣ ብኣእምሮኺ ሕማቕ ሓሳባት ትሓስቢ ኣለኹሞ፣ ጸልማት ዝኾነ ሓሳባት ትሓስቢ ኣለኹሞ፣ በጃኺ ግደፊ እዩ ዝብለኪ ዘሎ። ክደ ስለዚ ናብ ሰላማዊ ዝኾነ ካልእ ሓሳባት ሕሰቢ፣ ጽቡቕ ዝኾነ በረኸት ዘለዎ ሓሳብ ሕሰቢ። እሱ ንገብር ከኣ እንታይ ብምግባር እዩ? ብምምስጋን እዩ። ብንግኡ ተሲእና በብእምነትና ኣልሓምዱሊላህ ተመስገን ብምባል ኣምፑልና ነስተኻኽል፣ ሓሳብና ነስተኻኽል። ሓሳብና እንተ ኣስተኻኺልና ንግሆ እንተ እሱ ዓይነት ፊሊንግ ንግሆ ተሲእካ ሓራይ ኣመስጊንካ ተሲእካ the whole day ግን በቃ ምስ ኩሉ ሰብ ክትጋጨ ትውዕል እንተ ኮንካ ትርጉም ዝበሃል የብሉን። the whole day you have to be ሕጂ ኢልና ኣለና ግን በቃ ኣብ ሕጂ ኩሉ ግዜ ሰላም ክትኮን ክትክእል ኣለካ። ኩሉ ግዜ በቃ ከተመስግን ክትክእል ኣለካ። ማለት ብዙሕ ነገራት ኣብዚ ነመስግነሉ ዶ ሓቀይ ቀሊል ኣይኮነን ዓይንና ኣሎ ኣፍ ኩሉ ነገራት ተዋሂብና ደሎ ሰውነትና ኣእምሮና ኣብዚ ምምጻእና ኣይኮነን ኮፍ ኢልና ኣብዚ ከለና እኮ ክንደይ ሰብ ኮዩ ድሞት ደሎ ኣይኮነን ናብ ምስጋና ናብ ግራቲቲድ ንብለሶ እቲ ደዓበየ ናይ ዓወት ምስጢር ምስጋና እዩ ኣብዚ ሰዓት እዚ ክንደይ ሰብ በቃ ኣብ ሽግር ኣሎ ክንደይ ሰብ ኣብ መከራ ኣሎ ንሕና ግን ኣብዚ ኣለና። ናብዚ ምምጻእና ጥራይ ቀሊል ኣይኮነን። ብእግርና ኢና መጺእና፣ ንርኢ ኣለና፣ ክንሰምዕ ንኽእል ኢና። እዚ ነገራትዚ ከነመስግን ክንጅምር ከለና በቃ ኣብ ፖዚቲቭ ዝኾነ ቫይብ ንኣቱ እሞ ስምዒትና ብምቕያር ከኣ ካብ ከምዚ ዘጨንቐና ነገራት ንወጽእ ማለት እዩ። ክሊር ሶ ዳትስ ዋይ ኣወንታዊ ናይ ምሕሳብ መስርሕ ዘድልየና ንጎተሲና ብዘሎ ሽግራት ብዘሎ ጸገማት ዘይኮነ ክንሓስብ ዘለና ብዛዕባ እቲ ንሕና ንደልዮ ንሓልሞ ነገራት ክንሓስብ ክንክእል ኣለና ማለት እዩ።